እቲ ሕሉፍ ከም ዓስና ንጥቀመሉ ኣበይበይ ኢና ነእትዎ ብሓንሳብ ክነክርዮ ኢና ማለት እዩ ስለዚ ክሳብ መወዳእታ ንከታተላ ፓሴ ኮምፖሴ ማለት ፓርሌ ኡሉ ፓሰ ማለት ብዛዕባ ሕሉፍ ምዝራብ ማለት እዩ ፓርሌ ማለት ምዝራብ ማለት እዩ ኡፓሴ ከዓ ብዛዕባ ሕሉፍ ኡን ኡቲሊዝ ክብል እንከለኹ ኡቲሊዜ ካብ ቨርብ ኡቲሊዘ ኮይኑ ምጥቃም ማለት እዩ ሓደ ነገር ክትጥቀም እንከለኻ ከምዚ ይጥቀም ክብል እንከለኹ ንኣብነት ፓሴ ኮምፐሰ እንድሕር ክዛረብ ኮይነ ንኣብነት ነጂ ኣውቫኽን ኤትኽን ይጥቀም ይለኩም ኣለኹ ጀ ኢትሽሊዝ ወይ ድማ ኦኒትሽሊዝ ንሕና ንጥቀም እንከለና ኣውቫኽ ማለት ምውናን ማለት እዩ ኤትኽ ማለት ከዓ ምዃን ማለት እዩ ስኻ ትኾነ ነገር ንድሕሪ ኮይኑ ብኤትኽ ገርካ ትጥቀመሉ ንድሕሪ ስኻ ትውንኖ ነገር ንድሕሪ ኮይኑ ከዓ ብኣውቫኽ ገርካ ትጥቀመሉ ማለት እዩ ንኣብነት J'ai pris ንሕሪለ እዚ ካብ ቨርቭ ፕሮንር ኮይኑ እቲ ኣንፊኒቲቭ ዝበሃል ናይ ፕሮንር እዩ ደሓን ንዝፍኩረል ከይኮነኩም J'ai pris ንሕሪለ ኣነ ወሲደ ይብል ኣለኹ ብዛዕባ ፓሴ ኮምፖዝ ይኾን ኣሎ ማለት እዩ ቱ ኣ ሞንጀ ተይለ ከዓኒ ንስኻ በሊዕኻ ሞንጀ ኣብ መወዳእታ ረእዩ ሕሉፍ ኮይኑ ኣሎ ኣብዚ ስለምንታይ ኤ ወዲኡ መወዳእታ ኣብዚ ንምንታይ ኤስ ወዲኡ ከርእየኩም እየ ኣብቲ ኣብቲ ታሕቲ ኣሎ ንኸምኡ እየ ኩላ ክትሪእዋ ኣለኩም ዝብለኩም ዘለኹ ንምንታይ በበይኑ ወዲኡ ካልኣይ ጉሩብ ሳልሳይ ጉሩብ ቀዳማይ ጉሩብ ዝበሃሉ ስለ ዘሎ ማለት እዩ እቶም ቀዳማይ ጉሩብ ኩሉ ግዜ ከምዚኦም ዝወድኡ እቶም ካልኣይ ጉሩብን ሳልሳይ ጉሩብን ግን እዩ ከግልየ ቨርብስ ዝበሃሉ ስለ ዘለዉ በበይኑ ይወዳድኦም ኣርእስትና ስር ስለ ዝኾነ ግን ኣብቲ ታሕቲ ግን ናይዞም ቀዳማይ ጉሩብ መብዛሕትኦም ሰብዓ ሰማንያ ፐርሰንት ቀዳማይ ጉሩብ ሱሳ ንበሎም ድሓን ቀዳማይ ጉሩብ ስለ ዝውድኡ ኣዋዳድኦምን ኣብ ፕሬዞን ኣብ ፓሴ ኮምፐሶን ከሪኦኩም እየ ማለት እዩ ኢል ኣ ሞንዤ ተይለ ንሱ በሊዑ ይብላ ኣለኹ በሊዑ ይብላ ኣለኹ ማለት ሪኦ እጂ ሞንዤ ወላ ኢል ኣብ ቱ ተኾይኑ ሞንዤ ይውዳእ ኣሎ ኣብዚ ኤ ይውዳእ ኣሎ ምክንያቱ ናይ ሓሉ ስለ ዝኾነ ኣብዚ ከኣ ኦክሲልየር ኤትር ስለ ዝኾነ ማለት እዩ ንዛቮ ሞንዤ ንሕና በሊዕና ኩሉ ግዜ ኤ ወዲኡ ኣሎ ንሕና በሊዕና ቡዛቬ ሞንዤ ንስኹም በሊዕኹም ኢልዝ ዞ ሞንዠ ንሳቶም በሊዖም ላልኹ ሕጂ ረኤ እዚ ዝቕየር ዘሎ ምንታይ እዩ እቲ ነገር ቀዳማይ ነገር እቲ ሞንዠ እዚ ናይ ፕኺ ገዲፍና እቲ ሞንዠ ክብል እንከለኹ ድሕሪ ሞንዠ ኡኤኽ ኣብ መወዳእታ ኡኤኽ እቲ ቨርቭ ማለት እዩ እቲ እቲ ቨርቭ ዝበሃል እቲ ሞንዠ ኡኤኽ ስለ ዝውድእ እ ኩሉ ግዜ እዚ ናይ ኣውቫኽ ጥራይ ዝቕየር እምበር እቲ ሞንዠ ኣይቅየርን እዩ ኣብነት እንድሕሪ እቲ ርእሲ ናይ ሞንጀ ገረዮ ማለት እዩ ሞንጀ ከምዚ እንድሕሪ ገረዮ እቲ ርእሲ እቲ እቲ ምብላዕ ይኾን ኣሎ ማለት እዩ እቲ ምብላዕ እንድሕሪ ኮይኑ ቲኦ ሞንጀ ትርኦ ኩሉ ግዜ ኣብዚ ኣቫኽ እዚ ኣቫኽ ተጠቂመ ኣብዚ ኣቫኽ ስለ ዘሎ እቲ ኣብ ሞንጀ እንድሕሪ ኢለ ኩሉ ግዜ ኣይጥቀም ኣለኹ መወዳእታ ማለት እዩ ኣብ ኩሉ ቨርብ ማለት እዩ ከም ኣብነት መወንጀ ገደ ርኢኹም ሻለኹ ኣብዚ ኣብ ቨርብ ኩሉ ዝኾነ ከም ዝብለኩም ፀናሕኩ ከዓኒ ቀዳማይ ግሩብ ካልኣ ግሩብ ሰላሳ ግሩብ ዝበሃሉ ዘሎ ቨርቢ መብዛሕትኦም ቀዳማይ ግሩብ ከምዚ ዝውድእ እዮም እንድሕሪ እቲ ቨርቢ ከምዚ ዝውድእ ኮይኑ ኣብ ጀ ወላ ኣብ ፂል ወይ ድማ ኣብ ኑት ኮይኑ ኩሉ ግዜ ሞንጀ ሞንጀ ኤ ኤ ይውድእ ማለት እዩ ኩሉ ግዜ ማለት እዩ ኣብ ታሕቲ ክሪኦኩም እየ ከመይ ገርና ካልእ ቴክኒክ ገርና ብቕል ዝበለ ከም ንሪኦ ማለት እዩ ኤትኽ ማለት ንስኻ ዝኾንካዮ ነገር ምዃን ማለት እዩ። ጀስ ስዊ፣ ኣነ፣ ጂ ኤ፣ ንስኻ፣ ኢል ኤ፣ ንሱ፣ ኤል ኤ፣ ንሳ፣ ንሶም ማለት ከኣ ንሕና ማለት እዩ። ቭዘት ከኣ ንስኹም ማለት እዩ። ኢል ሶ ወይ ድማ ኤል ሶ፣ ኤል ሶ ንሳተን፣ ኢል ሶን ከኣ ንሳቶም ማለት እዩ ንኣብነት እንድሕሪ ካብ ኣቫክነይ ትኽን ገርና ክንጥቀም ከለና ንኩሉ ግዜ ቨርቢ ኣቫክነይ ትኽን እዩ ብሕሉፍ ክዛረብ ትኽንካ ኢልኩም ጸኒሐ ጀ ትኻቫየ እዚ ረዮ ኣቫክ ይጥቀማለ ኣለኹ ማለት እዩ ምክንያቱ ኣብዚ ጀኤች ኣገለታት ክንጥቀም ከለና እቲ ጀኤች እያ ኣብቲ ታሕቲ ክፅሕፈልኩም እየ ማለት እዩ ጀኤ ትኻቫየ ጀ ትኻቫየ ኣነ ሰሪሐ ይብላ ኣለኹ ቲኣ ሞንዤ ንስኻ በሊዕኻ ይብላ ኣለኹ ማለት እዩ ኣብዚ ረዮ ኩሉ ግዜ ኣቫክ ኣብዚ ከ ኣቫ ከሎ ቺኣ ከይጋገ ድያ ኣብቲ ፊልም ንስካ ፊልም ሪኢካ ይብላ ኣለኩ ማለት እዩ ከይጋገ ቀዳማይ ግሩፕ ስለ ዝወድእ ኣይውድእ ኩሉ ግዜ ናይ ሕሉፍ ስለ ዝኮነ ኑዛቮ ኤች ዲየ ንሕና ተማሂርና ወይ ድማ ንሓደ ነገር ኣጽኒዕናዮ ክትብል ከለካ ኑዛቮ እቲ ኤች ዲየ ብ ኦኤክ ስለ ዝውድእ ካብ ቀዳማይ ግሩፕ ስለ ዝኮነ ኤ ይውድእ ኣሎ ማለት እዩ ውዛቬ ፓቅሌ ንስኩም ተዛሪብኩም

እንድሕር ሓንሳብ ፊኒ ኣብ ኢል ገረዮ ኣብ ኩሉ ኣብ ጀ ኣብ ቱ ኣብ ኢል ኢል ሳንጉድየ ወይ ድማ ኣብ ቭ ወይ ድማ ኣብ ኑ ኩሉ ግዜ ፊን ፊኒ እቲ ኦክሲሌክ ጥራይ ዝቕየር እምበር እቲ ፊኒ ኣይቅየርን እዩ ኣብዚ ከኣ እቲ ፓክለ እቲ ኦክሲሌክ እዚ ጥራይ ዝቕየር ኣብ ቭት ኮይኑ ቭዛቬ ትብል ኣብ ኑት ኮይኑ ቭኑዛቮ ትብል እቲ ኤቱዴ ኦቲዴ ግን ኣይቅየርን እዩ ኣብ ኩሉ ማለት እዩ። ቀዳማይ ኣድህሪ ንኣብነት ኩሉ ቨርብ ዝውድእ በዚ እ ኤክ እንድሕር ኮይኑ እቲ ሓደ ነገር ብ እ ኤክ እንድሕር ዝውድእ ኮይኑ ኣብቲ መወዳእታ ኣብ ፓሴ ኮምፖሶ እንድሕር ኮይኑ ሎማዓንቲ ብዛዕባ ሓሉፍ ስለ ዝኾነ ዘረባና ኣብ ፓሴ ኮምፖሶ እንድሕር ኮይኑ ኩሉ ግዜ እ ይውድእ እቲ ነገር ማለት እዩ ኩሉ ግዜ ኣብ ፓሴ ኮምፖሴ እንድሕር እቲ ሓደ ነገር እ ኤክ ዝውድእ እንድሕር ኮይኑ ኣብ ፓሴ ኮምፖሴ እ ይውድእ

ድሕሪ ብዙሓት ኮይኖም s ተነባዲ ጥራይ ብዙሓት እንድሕር ኮይነን ወይ s ተእትወሉ ብ a ትኽ ኮንጁገ እንድሕር ኮይኑ ኣብነት ገረ ክርእየኩም እየ እዚ ካሊእ መዓልቲ ወይ ብታሕት ክርእየኩም እየ ማለት እዩ ንኣብነት ትኻቫዬ ደቪያ ትኻቫዬ ትኻቫዬ እንተነይሩ ህጂ ርእ ቀዳማይ ጉርብ ምሽ ኣብዚ ጸኒሑ ቀዳማይ ጉርብ a እንድሕር ነይሩ ትኻቫዬ a ይውድእ ኣብዚ ማለት እዩ ንኣብነት ኬስኩ ቲያፌ ኢየር ኬስኩ ቲያፌ ኢየር ትማሊ እንታይ ጌርካ እንድሕር ኢልና ሓደ ሰብ

ኣብዚ ተኮይኑሎ ኩሉ ግዜ ኤህ ወዲኡላ ማለት እዩ Nous avons bu un café ቡን ሰቲና ዝገበርኩሞ ብዙሕ ኣብነታት ገይረ ከርእየኩም ደልየ Nous avons bu un café ንሕና ቡን ሰቲና ይብል ኣለኹ Nous avons bu un café ኣብዚ ርእዮ ንምንታይ bu ኮይኑ ብሕሉፍ ንሕናሲ ቡን ሰቲና ክብል እንከለኹ እቲ ቡዋኽ ስለዝኾነ ካብ ቀዳማይ ጎርብ ስለዘይኮነ ቡየ ትብል ኒኻ ኦኤኽ ስለ ዘይወድእ ማለት እዩ ናይ ቡዋኽ ስለ ዝኾነ ቡይ ኢኻ ትብል ካብ ኢኾ ግደ ስለ ዝኾነ ማለት እዩ ኢልናኽያ ቡ ሰማታ ወደ ሓንቲ ሰተየን ጀነኽያን ቡ ሰማታ ወደ ሓንቲ ሰተኹን ሎማዓንቲ ንግሆ ጀነ ኽያ ቡ ሰማታ ሎማዓንቲ ንግሆ ወደ ሓንቲ ወደ ሓንቲ ኣይሰተኹን ይብል ኣለኹ ቡ ናይ ቡዋኽ ካብ ቡዋኽ ዝወፀ ኮይኑ ቡ ናይ ሕሉፍ ቡ ይበሃል ማለት እዩ Je n'ai pas bu le café Je n'ai pas bu le café bu ናይ ሶታ ኩን ናይ ነገቲቭ ከኣ መ- ናይ ነገቲቭ ሰንማት ሰማታ ክትብል ተሊኻ እንድሕሪ Je n'ai pas bu ሰማታ ወላ Je n'ai pas bu le café ሰማታ ሎማዓንቲ ንግሆ እ፣ ቡ ናይ ሶታ ኩን ይብል ኣለኹ ሰማታ ሰ ዝነገረኩም ነይረ እየ ንመብዛሕትኹም ሰ ንተመልክቶ ነገር ሰማታ እዛ ንግሆ እዚኣ ማለት እዩ ስለዚ Je n'ai pas bu le café ሰማታ ሎማዓንቲ ንጉሆ ቡን ኣይሰተኹን ይብላ ኣለኹ። ጭ ትኸበየ የኽ ትማሊ ሰሪሕኻ ዶ ወይ ድማ ሰሪሕኺ ዶ እንተኢልካዮ ትኸበየ ኤ ወዲኡ ኣሎ ምክንያቱ እቲ ኤ መወድኢ ምክንያት እቲ ትኸበየ ኦኤኽ ስለ ዝውድእ እዚ ብኦክሲሌኽ ኣዋኽ ስለ ዘሎ ትኸበየ ኢለ ኣለኹ ማለት እዩ እየኽ ከዓ ትማሊ ማለት እዩ ጭ ትኸበየ እየኽ ትማሊ ሰሪሕኻ ይብላ ኣለኹ ማለት እዩ

ተለቪዥን ኣይረኣኹን ይብል ኣሎ ነገቲቭ ስለ ዝኾነ ድሕሪ ተለቪዥን ርኢኻ ዊ ዠ ሬጋርደ ላ ቴለ ትብል ማለት ወይ ድማ ላ ቴሌቪዝዮ ብሕፅር ዝበለ ላ ቴለ ወላ ኣብ ዘሎ ደምሲስኩም ዝኽሉ ላ ቴለ ክትብሉ ትኽእሉ ኢኹም ኖርማል ነገር እዩ ማለት እዩ Tu as étudié le français, tu as étudié le français, sera France Tamerka ፍራንስሲ ተማሂርካ ተኾንካ ዊ ጀ ኤቱድየ ለ ፍሮንሰ ክትብል ትኽእል ኢኻ ጂ ኣ ኤቱድየ ንምንታይ ኣብዚ ኤ ኮይኑ ኣሎ እዚ ኦክሲልየር ኣቭዋር ስለ ዝኾነ ኤትኽ ኣይኮነን ኤትኽ ተዝኾን ነይሩ ጓል ተኾይና ኣብዚ እ መሰረኸትሉ መወዳእታ ብዙሓት ስለ ዝኾኑ ኡ ኤ ዝመሰኸሉ ገደታት ማለት እዩ ስለዚ ኣቭዋር ስለ ዝኾነ ግን ኤቱድየ ኤቱድየ ኸኣ ኡ ኤ ስለ ዝውድእ ኩሉ ግዜ ኤ ንብሎ ማለት እዩ።

J'ai beaucoup mangé aujourd'hui ሎማዓንቲ ብዛዕባ ብዙሕ በሊዐ ይብላ ኣለኹ ማለት እዩ ሎማዓንቲ ብዙሕ በሊዐ ጀ ብኩ ህጂ ንምንታይ ብኩ እትየሉ እንከለኹ ኣብቲ መወዳእታ ሲ ኣብዚ ከዓ ኦክስ ኢለ ክኣባ እንከሎስ ኣብዚ ከዓ ማንጀ ፅሒፈ ዘለኹ ወላ ኣብቲ መንጎ ፍኻ ዘእትውሉ ደኣ እምበር ብኩ እትየሉ ዘለኹ እቲ ፓሰ ኦክስ ኢለ ክኣባ ኮይኑ ዘሎ ማንጀ ኮንጅ ኦ ኤ ክበልእ ዘሎ ነዚ ስለ ዘሎ ማለት እዩ እቲ ሱጄ ብዛዕባ ፓስዮ ኮምፐሶ ዤ ስለ ዘሎ ሞንዤ ዤ ሞንዤ ናይ ሕሉፍ ኮይኑ ኣሎ ማለት እዩ። ንኣብነት ብቴክስ መሳሊ ክርእየኩም ማለት እዩ። ኢየር ጀ መ ሱይ ሌቬ ኣ ሴት ኦር ትማሊ ሰዓት ሸውዓተ ተሲኤ ጀ መ ሱይ ሌቬ ጓል እንድሕሪ ወዲ ስለ ዝኾንኩ ኣነ ከም ወዲ ኮይነ ዝብለኩም ዘለኹ ኣብዚ ሕጂ ኤትር ኣሎ ኣብዚ ክትግደስሉ ዘለኩም ነገር ማለት እዩ። እንድሕሪ ጓል ኮይና ትማሊ ጅመሱ ለበ ኣብዚ ኤትክ ስለ ዘሎ ጓል ድሕሪ ኮይና ጅመሱ ለበ ተላ ግን ኣብዚ ጓል እንድሕሪ ጅመሱ ለበ ትብላ ሃልያ እ ይውስከሉ ኣለኹ መወዳእታ ማለት እዩ ጓል ስለ ትኾነት እታ ጓል እታ ጀ ትብሉ ዘላ ጓል ድሕሪ ኮይና ኣነ ክወደ ተኮይነ ግን ኣነ ጅመሱ ለበ ያሰ ተክትለኩም ግን ኣብ መወዳእታ ኤ ጥራይ እዩ ዝሆላ ናይ ሕሉፍ ኮይኑ ግን ከኣ ኣብዚ ከኣ ኤትክ ገረ ኮንጅ ገገረ ስለ ዘለኹ ፓሴ ኮምፖዘ ገረዮ ንምንታይ ብ ፓሴ ኮምፖዘ ኮይኑ እየኽ ትዕለት ይነግረና ስለ ዘሎ ማለት እዩ ጀመሱይ እዚ ካብ ፖኖሚናል ዝኾነ ዝኾነ ማለት እዩ ጀመሱይ ደበ እስኻ ናብ ነብስኻ ዝምለስ ጀመሱይ ደበ ባዕልኻ ትገብሮ ነገር ፖኖሚናል ንጥቀመሉ ትፈልጥዎ ኢኹም ጀ ፕሪ ን ዱሽ ጀ ፕሪ ን ዱሽ ሻወር ወሲደ ትብል ጀ ፕሪ ፕሪ ምውሳድ እዩ ካብ ፖን ንክዝወፀ ጀመሱይ ዱሸ እንድሕር ኢልና ብ'የ' ክንጥቀም፣ J'ai pris une douche እንድሕር ኢልና ከኣ ብ'ava' ክንጥቀም፣ ስለምንታይ J'ai pris ተልካ ሻወር ወሲደ ትብል ኣለኻ፣ Je me suis douché ተልካ ከኣ ሻወር ተሓጺበ ንስኻ ተሓጺብካ ኣለኻ ማለት እዩ። ኣብቲ የ ተክትጥቀም ኣብቲ ከኣ ava ክትጥቀም ማለት እዩ። Tu as mangé፣ Je mange፣ እዚ ኣብነት ኣብ ገለ ኣብነት ዝጸሓፍኩዎ፣ Tu as mangé፣ ያው።

ኣብዚ ከኣ ነቲ ሻወር ይወስዶ ኣለኹ እምበር ኣነ ኣይኮንኩን ዘብሎ ዘለኹ ማለት እዩ። ጀመት ሽዱሸ ቴለ ትዱሸ ትዱሸ ዝበሃል ቃል ብፕሮኖሚናል ኮይኑ ብፓሴ ኮምፖዘ ኦክሲሊያር ኤት ኸና ንጥቀመሉ እቲ ፕሪ እዚ ከኣ ብዛዕባ ፕሮንድ ኸና እቲ ከኣ እቲ ቃል ስለ ዝኾነ ብዛዕባ ፕሮንድ ኮንጅገ ይገብሮ ስለ ዘለኹ ኣብዚ ከኣ ኣቫር ይጥቀም ማለት እዩ። ኣብዚ ኣቫር ተጠቂመ ኣለኹ ኣብዚ ከኣ ኤት ተጠቂመ ኣለኹ ንምንታይ ምክንያቱ ጀመስዊት ድሸ ክብል ከለኩ ኣነ ተሓጺበ ይብላ ኣለኩ ኣነ ሻወር ወሲደ ሻወር ኣብ ሻወር ገረ ይብላ ኣለኩ ተሓጺበ ይብላ ኣለኩ ማለት እዩ ተሓጺበ ወሲደ ኣይኮንኩን ዝብል ዘለኩ ፍልልይ ማለት እዩ ጀፕኪ ተለ ግን ወሲደ ይብላ ኣለኩ ማለት እዩ ኣብዚ ጀ ትካቫየ ቱትላ ጆኮነ ጀ ትካቫየ ኤ ውድእ ኣሎ ኣብዚ ቱትላ ጆኮነ ሙሉ መዓልቲ ሰሪሐ ይብላ ኣለኩ ሎስዋ ጀኸጊያክደ ኣን ፊልም

ኡ ኣብ ቭ ተኾይኑ ከኣ ONS፣ ኣብ ቭ ድሕሪ ኮይኑ ከኣ UZ፣ ኣብ ኢል ተኾይኑ ከኣ UNT ይውድእ ማለት እዩ። ስለዚ ብኸምዚ ገርኩም ተክኒክ ገርኩም ክትሕዝዎ ትኽእሉ ኢኹም። ኣብ ፓሴ ኮምፖሰ ነስ ገረጂ ኩሉ ኣብ ፓሴ ኮምፖሰ ኮይኑ ግን ከኣ ብ OX ዝውድእ እንድሕሪ ኮይኑ ብ ሕሉፍ እንድሕሪ ኮይኖም እዚ ታይ ይብላ ኣለኹ A ይውድእ ሕሉፍ ኮይኖም ብምንታይ ኮንጅገ ዝግበሩ እንድሕሪ ኮይኖም ብ ኣብዋኽ ማለት እዩ። ኣብ ዋክ እንድሕሪ ኮንጅገ በእቲ ክትኮይኑ ኤስ ክሕወሰ ይክእል ምክንያቱ ጓል ተኮይና ብናይ ጓል ክተሽርፎ ትክእል ብዙሓት ኮይኖም ኤስ ክትሕውሰሉ ትክእል ይፈላለዩ ብዙሓት ኣዋልድ ኮይነን ኡኤስ ክትገብረለን ትክእል እካ ማለት እዩ ስለዚ ኣብ ፓሲቭ ኮምፖዘ ከዓ ኩሉ ግዜ እቲ ነገራት ኡኤክ ኮይኑ ግን ከዓ ብኦክሲሌክ ኣቫክ እንድሕሪ ኮይኑ ብኣቫክ እንድሕሪ ሰሪሕኩሞ ፓሲቭ ኮምፖዘ እንድሕሪ ኮይኑ ኩሉ ግዜ ኣብ ጀ ኩን ኣብ ቹ ኣብ ኢል ኣብ ቡ ኣብ ኑ ኣብ ኢል ፕሉሪየል ኤኤ ዝውድእ ማለት ንኣብነት

ንምንት ስለምንታይ ፓስከ ጂኣን ኤግዛማ ምክንያቱ ኤግዛማ ስለ ዘለኒ ፈተና ስለ ዘለኒ ማለት እዩ ኢሉ ወዲኡላ ማለት እዩ። ክሳብ መወዳእታ ዝረኣኹሞ ሜርሲ ክልተ ግዜ ሜርሲ ጸሓፉለይ ማለት እዩ ጁስ ፖር ሳቫር ትሰምፐልሞን ባባይ ኣድዮስ።